ከመይ ኣለኹም ከመይ ቀኒኹም ኣሜን ስሙ ልዑልን ህያውን ዝኾነ እግዚኣብሔር ኣምላኽና ዝኸበረን ዝተመስገነን ይኹን ነዛ ዕለት እዚኣን ነዛ ሰዓት እዚኣን ባሪኹ ቀዲሱ ስለ ዝሃበና ክብርን ምስጋናን ኣምልኾን ውዳሴን ንዕኡ ንልዑል እግዚኣብሔር ኣምላኽና ይብጽሓዮ እሺ ከም ፍቃድ ኣምላክ ሎሚ ድማ መበል ካልኣይ ክፋል ናይ ምስጢረ ጥምቀት ክንርኢ ኢና ማለት እዩ ንዓይ ዝዛረብ ንዓኹም ድማ ዝሰምዕ እዝነ ልቦና እግዚኣብሔር ክዕድለና ሰናይ ፍቃድ ይኹን ኣብ ዝሓለፈ ጎይታ ዓለም ኢየሱስ ክርስቶስ ንምንታይ እዩ ተጠሚቑ ዝብል ርኢና ነርና ማለት እዩ ስለዚ ንኣርኣያና ንድሕነትና ትንቢት ንምፍፃም ዝብል ርኢና ማለት እዩ ስለዚ እታ ትንቢት ንምፍፃምን እታ ንድሕነትና ወይ ከኣ ነቲ ናይ ዕዳ ደብዳቤ ክድምስሰልና ዝብልን ርኢናየን ኢና። ስለዚ ሎሚ ከኣ ብሳልሳይ ደረጃ ንሪኦ ንኣርኣያነት ዝብል እዩ። ሕጂ ንኣርኣያነት ኢልና ክንዛረብ ከለና ብባህሪኡ ወዲ ሰብ ዘርእዮ ወይ ከኣ መራሒ መንገዲ የድልዮ ማለት እዩ። መራሕ መንገዲ የድልዮ ወዲ ሰብ ሓንሳብ ኣብ ሓጢኣት ምስ ወደቐ ርግፀኛ ኮይኑ ዝኸደሉ መንገዲ ብእግዚኣብሔር ዝተላእኸ ልኡኽ መራሒ የድልዮ ማለት እዩ ስለዚ መራሒ ረኺቡ እውን እኳ ከይተረፈ ነቲ መንገዲ ንክኸዶ ኣሸጋሪ ኮይንዎ ንሰብ ማለት እዩ ንኣብነት እግዚኣብሔር ኣምላኽ ንእስራኤላውያን ብሊቀ ነቢያት ሙሴ መሪሑ ካብ ግብፂ ከውፅኦም ከሎ ክንደይ ፈተና ኣጋጢሞ እዩ ሊቀ ነቢያት ሙሴ ሊቀ ነቢያት ሙሴ ክንደይ ፈተና እዩ ጋጢምዎ ማለት እዩ ብዙሕ ግዜ ኣብ ልዕሊ ሊቀ ነቢያት ሙሴ ኣጉረምሪሞም እዮም ማለት እዩ ስለዚ ፍፁም ዝኾነ ኣርኣያ ከርእየና እግዚኣብሔር ኣምላኽና ናብዚ ምድሪ መፅኡ ማለት እዩ ኣብ ልዕሊ እቲ ምድሓን ኣብ ልዕሊ እቲ ትንቢት ንምፍፃም ንሕና እውን ኣሰር ኣሰሩ ክንስዕብ ከመ ንትሎ ኣሰረ ዚኣሁ ሃደ ገለ ነማኢተቡ ከም ዝበሎ ቅዱስ ጴጥሮስ። ስለዚ ኣርኣያ በቲ ንሱ ዝኸዶ መንገዲ በቲ ንሱ ዝበለና ትእዛዝ ብኡ ንክንከይድ ኣርኣያ ሓዲጉልና ማለት እዩ። ስለዚ ንኣብነት ዮውሃንስ ወንጌል ምዕራፍ ዓሰርተ ሰለስተ ካብ ዓሰርተ ክልተ ስጋብ ዓሰርተ ኣርባዕተ ዘሎ ቃል እንተመልኪትናዮ ነቦዋትና ሃዋርያት ብዕለተ ሓሙስ እግሮም ሓጺቡ ምስ ወድአ እንታይ ኢልዎም ኣነ መምህርን ጎይታን ክነሰይ ኣእጋርኩም ካብ ሓጸብኩሲ ከምታ ኣነ ኣባኻትኩም ዝገበርኩዎ ንስኻትኩምን ከምኡ ክትገብሩ መርኣያ ሂበኩም ኣለኹ እሞ ከምኡ ኣእጋር ሓድሕድኩም ክትሓጽቡ ይግብኣኩም እዩ ኢሉና ኢሉና ማለት እዩ ከምኡ ኢሉ እውን ኣቦታትና ሃዋርያት ስለዚ ንዓና ከዓ ከምኡ ኢሉና ማለት እዩ ስለዚ ትሕትና ትሕት ኢልካ ንሰብ እግሪ እግሩ ምሕፃብ ንሰብ እግሩ ምሕፃብ ካብ ናይ ኣካላት ክፍሊ እቲ ብዙሕ ግዜ ዝረስሕ እግሪ እዩ ምክንያቱ ብእግርካ ብዙሕ መንገዲ ስለ ትጓዓዝ ኣብዚ ስደት ኣብዚ ወፃኢ ሃገር እኮ ተሓመድ እውን ደሮናን እውን የለን ስለዝኾነ ዝበዝሐ ሰብ ብመኪና ስለዝኸይድ ምናልባት ብዙሕ ኣይረስሕን እዩ ኣብ ዓድና ግን ዝበዝሐ ክፋል ኣካላቱ ብዙሕ ግዜ ዝረስሕ እግሪ እዩ ምክንያቱ እግሪ ምስ መሬት ቀጣ ርክብ ኣለዎ ስለዝኾነ ስለዚ ነቲ ዝረሰሐ ክፋል ኣካላት ናይ ወዲ ሰብ ንምሕጻብ ድንን ምባል የድሊ ማለት እዩ። ምክንያቱ ሎሚ ሰብኣይ ንሰበይቱ ሰበይቲ እውን ንሰብኣያ ውላድ እውን ነብኡ ነዲኡ ዝሓፅብ የለን፣ ዘርኢ እውን የለን። ዝነግር እውን የለን። ጋሻ ናብ ቤትካ መጺኡካ እውን ዝሓጽብ የለን። ስለዚ ክርስትና ስእልና ጥራይ ኢና ሒዝናዮ ዘለና እምበር ብግብሪ ንክርስትናና ቀቲልናዮ ኢና ዘለና ማለት ስለዚ ጎይታ ኣለም ኢየሱስ ክርስቶስ ግን ኣርኣያ ሓዲጉልና እዩ ከምኡ ክንገብር ስለዚ ጋሻ ናብ ቤትና ኣብ ዝመፃና ግዜ ክንገብሮ ዝግባኣና ነገር እዩ ማለት እዩ ካልእ ጎይታ ኣለም ኢየሱስ ክርስቶስ ካባይ ተምሃሩ ብምባል ኣብ ማቴዎስ ወንጌል ምዕራፍ ዓሰርተ ሓደ ካብ ዕስራን ሸሞንተን ስጋብ ሰላሳ ዘለዉ እንተተመልኪትና ካባይ ተምሃሩ ኣርዑተይ ፈኲስ እዩ ጾረይካ ቀሊል እዩ ኣነ ከዕርፈኩም እየ ናባይ ንዑ እናበለ ክምህር ፀኒሑ እኖ ካባይ ተምሃሩ ኣነ ለዋህ እየ ትሑት እየ ስለዚ ካባይ ተምሃሩ እናበለ ጎይታናን ኣምላኽናን መድሓናን ኢየሱስ ክርስቶስ ካብኡ ክንምሃር ይነግረና ማለት እዩ ካልእ ፁሙ ኢሉ ኣዚዙና እዩ ከመይ ኢልና ክንፅወን ከም ዝግብኣና ድማ ብተግባር ኣርእዩና ማለት እዩ ምስ ተጠመቐ ናብ ገዳመ ቅሮንጦስ ከይዱ ማለት ማቴዎስ ወንጌል ምዕራፍ ኣርባዕተ ዘሎ ቃል ተመልኪትናዮ ምስ ተጠመቐ ቀጣ ናበይ ከይዱ ዝብሎ ናብ ገዳመ ቅሮንጦስ ወይ እውን ምዕራፍ ሽዱሽተ ዘሎ ማቴዎስ ወንጌል እቶም ግቡዛት ፀወምቲ ከመይ ኢሎም ከም ዝፀሙን እቶም ደቂ ኣምላኽ ከ ከመይ ኢሎም ክጸሙ ከም ዘለዎም ኣርእዩና ማለት እዩ ስለዚ ጽሙ ኢሉ ጥራይ ኣዚዙና ሱቕ ኣይበለን ባዕሉ ከዓ ጾይሙ ኣርእዩና ማለት እዩ ሕጂ ኩሎም ክንገብሮም ዝኣዘዘና እግዚኣብሔር ኣምላኽና ክንገብሮም ዝኣዘዘና ግብርታት ብምልኦም እንታይ ገይርዎም እዩ ማለት እዩ ፈጺምዎም እዩ ጎይታ ዓለም ኢየሱስ ክርስቶስ ማለት እዩ ስለዚ ጽሙ ኢልና ጾይሙ እዩ ጸልዩ ኢልና ጸልዩ እዩ ኣፍቅሩ ኢልና ብጣዕሚ ጸላእቱ ኣፍቂሩ እዩ ንሕና ጸላእቱ እንከለና ኣፍቂሩና ኢልዎ ቅዱስ ጳውሎስ ኣብ ሮሜ መልእኽቱ ምዕራፍ 5 ቅዱስ 8 ዘሎ ቃል ሉቃስ ወንጌል ምዕራፍ 23 ፍቕደ 34 ዘሎ ቃል ድማ ኣቦይ ዝገብሩ ኣይፈልጡን እዮም ይቕረ በሎም እናበለ ነቶም ዝሰቕልዎ ዝነበሩ ከይተረፈ ነቶም ብዙሕ መከራ ዘውርድሉ ዝነበሩ ከይተረፈ ብፍቕሪ ዓይኑ ጠሚትዎም ማለት እዩ ብፍቕሪ ዓይኑ ጠሚትዎም ነዚ በደል እዚ ነዚ ሓጢኣት እዚ ኣይትሓዘሎም ብምባል ማለት እዩ ስለዚ ኣርኣያ ሓዲጉልና እዩ ማለት ኣርኣያ ሓዲጉልና ብጣዕሚ እዩ ዝገርም እዩ ማለት እዩ ካልእ ከምቲ ኣቀዲምና ዝበልና ቅዱስ ጴጥሮስ ኣብ ቀዳማይ መልእኽቱ ምዕራፍ ክልተ ፍቅዲ ዕስራን ሓደ ዘሎ ክርስቶስ ምእንቲ ኣሰር ኣሰሩ ክትስዕቡ ኣርኣያ ሓዲግልኩም እዩ እናበለ ኣርኣያ ከም ዝሓደገልና ቅዱስ ጴጥሮስን ነጊሩና ኣሎ ማለት ስለዚ ንኣርኣያና ኢልና ክንዛረብ ከለና እቶም ንሕና ክንገብሮም ዝግብኣና ግብሪ ጽድቂ ኩሉ ግብሪ ጽድቂ ክንፍጽም ይግብኣና እዩ ከም ዝበሎ ንቅዱስ ዮውሃንስ መጥምቀ መለኮት ከምኡ ንሕና እውን ኩሉ ግብሪ ጽድቂ መታን ክንፍጽም እቶም ክስርሑ ኣለዎም ዝበሃሉ ናይ ጽድቂ ግብርታት ብምልኦም ፈጺምዎም እዩ ማለት እዩ ስለዚ ንሕና ጸላእቲ ከም ከለና ኣፍቂሩና እዩ ስለዚ ጸላእትኹም ኣፍቅሩ ኢሉና ማለት እዩ ስለዚ ንጸልእኹም ንዝረግምኹም መርቑ ኢሉና ማለት እዩ ስለዚ ካብ ኣፉ ሓሶትን እከይን ኣይተረኽበን። መርገም ዝበሃል ካብ ኣፉ ኣይወጸን። ነቶም ዝሰቕልዎ ዝነበሩ ኣረ ኣየ ከመይ ዝበለ ዕጉስ እዩ ዝብሎ በቃ ከመይ ዝበለ ዕጉስ እዩ በቃ ከምታ ኣብ ኢድ መቐዝታ ዝወደቐት በጊዕ እሞ ምንም ዘይትዛረብ ንሱን ከምኡ ዕጉስ እዩ ማለት ስለ ቃሉ እግዚኣብሔር ኣምላኽና ስለዚ ንኣርኣያ ንኣርኣያና ኢልና ክንዛረብ ከለና እዚ እዩ እቲ ንኣርኣያ ዝበሃል ማለት እዩ ስለዚ ንኣርኣያና እዩ ተጠሚቑ ኢልና ክንዛረብ ከለና ከዓ ንኣርኣያና ነቲ ናትና ኣነ ተጠሚቀ ኣለኹ እሞ ንስኻትኩም ድማ ተጠመቑ ስለዚ ከምዚ ኣነ ዝጥመቆ ዘለኹ ንስኻትኩም እውን ክትጥመቁ ኣለኩም ከምዚ ኣነ ናብ ካህን ናብ ዮውሃንስ መጽ ናብ ዮርዳኖስ መጽ ዝጥመቕ ዘለኹ ንስኻትኩም እውን ናብ ቤት መቕደስ ከይድኩም ናብ ቤተ ክርስቲያን ከይድኩም ተጠመቑ ሃብታማት ኢና ነገስታት ኢና ክቡራት ኢና ኢልኩም ናብ ቤት ኣምላኽ ካብ ምኻድ ናብ ቤት ኣምላኽ ኬድኩም ካብ ምጥማቕ ጠጠው ኣይትበሉ፣ ደው ኣይትበሉ። ምኽንያቱ ሃብትን መንግስትን ክብርን ናብ መንግስቲ ኣምላኽ ኣይእቱን ኣየውርስን እዩ ማለት እዩ፣ ኣየውርስን እዩ። ስለዚ እቲ ዘውርስ ኩሉ ክረኽቦ ዝኽእል ናብ ካህን ኬድካ ምጥማቕ እዩ እሞ ኬድና ክንጥምቕ እግዚኣብሔር ጸጉ ይደግፈና ማለት እዩ። ስለ ቃሉ እግዚኣብሔር ኣምላኽና ስለዚ እቲ ኣርኣያና ዝበሃል እዚ እዩ። ካልእ እንሪኦ እንታይ እዩ? ኣብ ብሉይ ኪዳን ተሰዊሩ ዝነበረ ምስጢር ስላሴ ኣብ ምድሓን ወዲ ሰብ ኣብ ጥምቀት ተገሊጹ ማለት እዩ ነዚ እውን ክገልጽ እዩ ነዚ ከግህድ እዩ ማለት እዩ ስለዚ እቲ ኣብ ብሉይ ኪዳን ካብ ጓልጓልካ ተወሊደ ከድሕነካ እየ ዝበሎ እንሆ ከዓ ኣዳም ሓደ ከም ካባና ኮነ ዝበሎ እዚ ምስጢር እዚ ኣብ ብሉይ ኪዳን እንታይ እዩ ነይሩ ስውር እዩ ነይሩ ግሉፅ ኣይነበረን ስለዚ ኣብ ሓድሽ ኪዳን ክገልጾ ስለ ዘለዎ ግሉጽ ክገብሮ ስለ ዘለዎ ጎይታናን ኣምላኽና መድሓናን ኢየሱስ ክርስቶስ ካብ ኣዴና ቅድስቲ ድንግል ማርያም ካብ ስጋኣ ስጋ ምስ ለበሰ ሰብ ኮይኑ ድማ ኣብዚ ምድሪ ሰላሳ ዓመት ምስ ገበረ ናብ ዮርዳኖስ ናብ ዮሃንስ ከይዱ ክጥመቕ ኣብ ዮርዳኖስ ምስ ቆመ እቲ ምድሓን ናይ ደቂ ሰባት ምስ ተጀመረ ሽዑ ስምረት ናይ ኣቦ ከም ዘለዎ፣ ስምረት ናይ መንፈስ ቅዱስ ከም ዘለዎ ከረጋግጽ፣ ወልድ ብኣካለ ስጋ ኣብ ዮርዳኖስ ቆይሙ ከሎ፣ መንፈስ ቅዱስ ድማ ብኣካል ብኣምሳለ ርግቢ ኣብ ርእሱ ክዓልብ ከሎ ርኢናዮ። እግዚኣብሔር ኣቦ ድማ እንሆ ብእኡ ዝሰምርኩ ፍቱው ወደይ እዚዩ ንዕኡ ስምዕዎ ብምባል ግልጽት ወይ ድማ እጲፋንዮስ ተባሂሉ ዝጽዋዕ ዝዓበየ በዓል ናይ ቤተ ክርስቲያንና እውን ይጥምቀት። ስለዚ እዚ ምስጢር ናይ ስላሴ ኣብ ምድሓን ወዲ ሰብ ተገሊጹ ማለት እዩ። ብዕለተ ጥምቀቱ ማለት እዩ። ብጥምቀቱ መዓልቲ። ስለዚ እዚ ምስጢር እዚ ኣዝዩ ዓብይን ዘደንቕን ምስጢር እዩ ማለት እዩ። ስለዚ ነዚ ምስጢር እዚ ንምግላጽ ጎይታና መድሓናን ኢየሱስ ክርስቶስ ኣብ ዮርዳኖስ ተጠሚቑ ማለት እዩ። ስለዚ ኣብ ብሉይ ኪዳን እዚ ግሉፅ ኣይነበረን፣ ስውር ኣይነበረን። ኣምላኽ እግዚኣብሄር ኣዶናይ እዩ ዝብል ነይሩ። ብዝተፈልየ ኣካል ብዝተፈልየ ነገር ግን ተገሊፁ ኣይፈልጥን። ስለዚ ንመጀመርታ ግዜ ኣብ ዕለተ ጥምቀት ናይ ስላሴ ምስጢር ናይ ስላሴ ሓድነትን ሰለስትነትን ዝተገልጸሉ እዩ እሞ ስለ ቃሉ እግዚኣብሔር ኣምላክና ዝከበረን ዝተመስገነን እዩ ካልእ ማያት ንምቅዳስ ምድሪ ብደም ጎይታ ዓለም ኢየሱስ ክርስቶስ ወምድርን ትገብር ፋሲካ ተሓጺባ በደመ ክርስቶስ ተሓጺባ ስለዚ ወምድርኒ ምድሪ ትገብር ፋሲካ ወምድርኒ ትገብር ፋሲካ ተሓጺባ ተሓጺባ በደመ ክርስቶስ ተሓጺባ ከም ዝብለና ምድሪ ብዕለተ ዓርቢ ከም ዝተሓጽበት ማያት ድማ ማያት እውን ብጥምቀት ኣብ ዮርዳኖስ ኮይኑ ንኩሎም ማያት ከም ዝባርኾምን ከም ዝቐደሶምን ስለዚ ማያት ንምብራኽ ማያት ንምቕዳስ ናትና ጥምቀት ንምብራኽ ናትና ጥምቀት ከኣ ንምቕዳስ ከም ዝኾነ ይነግረና ማለት ስለ ቃሉ እግዚኣብሔር ኣምላኽና ዝኸብርን ተመስገን ይኹን። ብኻልእ መንገዲ ንሪኦ እንታይ እዩ ጎይታ ንምንታይ ኣብ ምብል ሰላሳ ዓመቱ ተጠሚቑ ወትሕት ኢሉ ንምንታይ እዩ ኣብ ዕስራ ዘይተጠመቐ ወይ ከዓ ልዕል ኢሉ ንምንታይ እዩ ኣርባዓ ዓመት ዘይገበረ ወይ ንምንታይ ዓሰርተ ሓሙሽተ ዓመት ዘይገበረ ዝብል ሓሳባት ክመፅእ ግድን እዩ ማለት እዩ። ስለዚ ኣብ ብሉይ ኪዳን ከምቲ ኣቐዲምና ዝበልናዮ ትንቢታት ብዛዕባ ጎይታ ኣለም ኢየሱስ ክርስቶስ ዝተነበዩ ዝተተንበዩ ትንቢታት ሓደ ብሓደ ንኹሎም እንታይ ገይርዎም እዩ ማለት እዩ ፈፂምዎም እዩ ማለት እዩ ስለ ዝተፈፀመ ዝበለ ብዕለተ ዓርቢ ኣብ መስቀል ኮይኑ ነቶም ብዛዕባኡ ንሱ ክገብሮም ኢሉ ዝተነበዮም ብኣፍ ነቢያቱ ገይሩ ዝተዛረቦም ትንቢታት ብምሉኦም እንታይ ገይሮም እዩ ፈፂምዎም ማለት እዩ ስለዚ እዚ ከዓ ሓደ እቲ ክፍፀም ዘለዎ ምድሓን ናይ ወዲ ሰብ ብስርዓተ ክህነት ክፍፀም ዘለዎ ፍፃሜ ንዕኡ እዩ ስለዚ ሓደ ዮሃንስ ብሽዱሽተ ወርሒ ንጎይታ ቃለም የሱስ ክርስቶስ ዝዓብዮ ማለት እዩ ስለዚ ዮሃንስ ሰላሳ ዓመት ክገብር ግድን ነይሩ ማለት እዩ ምክንያቱ ናይ ጥምቀት ስራሕ ናይ ክህነት ስራሕ ናይ ሊቀ ካህናት ስራሕ ክሰርሕ ዝኽእል ሰላሳ ዓመት ክመልእ ኣለዎ ማለት እዩ ስለዚ ስሬት ሓጢኣት ከውህብ ዝኽእል ንህዝቢ ናብ ንስሓ ናብ ኣምላኽ ክመልእ ዝኽእል ናይ ክህነት ስራሕ መስዋኢትኻ ናብ ኣምላኽ ክቐርብ ዝኽእል ሰላሳ ዓመት ክኸውን ኣለዎ ማለት እዩ ስለዚ ዮሃንስ ሰላሳ ዓመት ክበፅሕ ኣሎ ጎይታ ኣለም የሱስ ክርስቶስ ከዓ ኖ ገንሸል ፋሲጋ እኖ ናይ ዓለም ሓጢኣት ዘርሕቅ ገንሸል ፋሲጋ ተባሂሉ ዝተነግረሉ ሰላሳ ዓመት ክገብር ግድን እዩ ማለት እዩ። ምክንያቱ እቲ ስራሕ ናይ ሊቀ ካህናት ናይ ሊቀ ካህናት ስራሕ ክሰርሕ ድሕሪ ኮይኑ ሰላሳ ዓመት ክፀንሕ ነይሩ ማለት ምክንያቱ ኣብ ብሉይ ኪዳን እንታይ እዩ ዝብል ኣብ ብሉይ ኪዳን ኣብ ኦሪት ዘህልቁ ኣብ ኦሪት ዘወልቅ ምዕራፍ ኣርባዕተ ፍቅዲ ሰላሳ ኣርባዕተን ሰጋል ሰላሳን ሓሙሽተን ምሽተን ኣሮንን እቶም ሽማምቲ እቲ ኣኼባን ድማ ንደቂ ቀሃታውያን በብዓለቶምን በብማይ ቦቶምን ካብ ወዲ ሰላሳ ዓመት ንላዕሊ ክሳዕ ወዲ ሓምሳ ዓመት ንዘሉ ኣብ ዕዮ ድንኳን ምርካብ ከገልግሉ ንዝኣትዉ ኩሎም ቁፀርዎም በሎም እዩ ዝብሉ ስለዚ ካብ ወዲ ሰላሳ ዓመት ንላዕሊ እዩ ዝብሉ ስለዚ ስርዓተ ክህነት ሰላሳ ዓመት ካይመልአ ኣይወሃብን ማለት እዩ። ስለዚ ሰላሳ ዓመት እቲ ናይ ክህነት ናይ ሊቀ ካህናት ስራሕ ክሰርሕ ጎይታናን መድሓናን ኢየሱስ ክርስቶስ ሰላሳ ዓመት ክፅበ ነይርዎ ማለት እዩ። ካልእ ኣቦና ኣዳም ብሰላሳ ዓመቱ ዘጥፍኦ መሰል ውልድነቱ ንዕኡ ድማ ዳግማይ ኣዳም ስለዝኾነ ጎይታና መድሓናን ኢየሱስ ክርስቶስ እቲ ዳግማይ ኣዳም ሰላሳ ብ ብሰላሳ ዓመት መሰል ውልድነት ክመልስ ነዚ ኣብ ዮርዳኖስ ተጠሚቑ ማለት እዩ ስለ ቃሉ እግዚኣብሔር ኣምላኽና ዝኸበረን ዝተመስገነን ይኹን ስለዚ ኣብዚ እንሪኦ ነገር እንተሎ ብሓፈሻ ማለት እዩ ጎይታናን ኣምላኽናን መድሓናን ኢየሱስ ክርስቶስ ብጥምቀቱ ብፍላይ ጥምቀት ናይ ጎይታናን ኣምላኽናን መድሓናን ኢየሱስ ክርስቶስ ካብ ናይ ደቂ ሰባት ፍልይ ዝበለ ጥምቀት ከም ዝኾነ ኢና እንርዳእ ማለት እዩ። ስለዚ እቶም ብዛዕብኡ ዝተተንበዩ ትንቢታት ድማ ብምልኦም ብዛዕባ ናይ ጥምቀት ብፍላይ ኩሎም ከም ዝፈጸሞም ኢና ንምሃር ማለት እዩ። ካልእ ምድሓን ናይ ደቂ ሰባት ድማ ብጥምቀት ክፍጸም ዘለዎ ምድሓን ናይ ደቂ ሰባት ድማ ንዕኦምውን ብግቡእ ከም ዝፈጸሞም ንርኢ ማለት እዩ ስለዚ እግዚኣብሔር ኣምላኽና ተሪፉና ንዘሎ ድማ ከመልኣና ሰናይ ፍቃድ ይኹን ስለ ቃሉ እግዚኣብሔር ኣምላኽና ዝኸበረን ዝተመስገንን ይኹን ስብሃት ለእግዚኣብሔር ለወላዲቱ ድንግል ለመስቀሉ ክቡር ይተኣኮት ወይ ሰባህ ስሙ ለእግዚኣብሔር ኣምላክነ ወትሩ በኩሉ ጊዜ ወበኩሉ ሰዓት ኣሜን